እነተግብሮን እኽ ኢኽላስ ይዓድለና። ቦታ ናይ ስያም ኣብ እስልምና ከምቲ ኩሉ ኣስላማይ ዝፈልጦ ካብቲ ኣብ ሸሪዓ ንጹርን ዘየካትዕን ነገር እስልምና ኣብ ሓሙሽተ ዓንድታት ከምዘቖመ እዩ። ሲያም ብዓይኒ ሸሪዓ ኣብ ክታብን ሱናን ዝጸደቐ መላእ ሙእሚኒን ዝተሰማምዑሉ ጉዳይ እዩ። ኣላሁ ሱብሓነሁ ወተዓላ ብዛዕባ ሲያምን ፈርዳውነቱን ኣመልኪቱ ኣብ ቁርኣነል ከሪም ክገልጽ እንከሎ ይብል፣ ያ ኣዩሃለዚነ ኣመኑ ኩቲበ ዓለይኩሙስ ሲያም

ክትገብርዎ ወይ ክትውገድዎ ዘለኩም ትእዛዛት ብቐጥታ ናባኹም ክመሓላለፍ እዩ ማለት እዩ። ኩቲበ ዓለይኩም ስያም ማለት ወርሒ ሮሞዳን ክትጸሙ ግዴታኹም እዩ። ነዚ ሃይማኖታዊ ጉቡእኩም ብዘይደይ መደይ ፈጽሙ ማለት እዩ። ከማ ኩቲበ ዐለ ለዚነ ሚን ቀብሊኩም ማለት እዚ ስያም ነቶም ቅድሜኹም ዝነበሩ ኣህዛብውን ስለ ዝፈረድናሎም ንዓኻትኩምውን ክሕድሰኩም የብሉን፣ እቲ ንዓኣቶም ዝተዋህቦም ብልጸት ክሓልፈኩም ስለ ዘይብሉ ነቲ ዝተመረጽኩምን ዝበለጽኩምን ኣህዛብ ምዃንኩም ኣብ ግምት ብምእታው

እቲ ስያም ዕላማ ናቱ መታን ፍርሓት ረቢ ከተጥርዩን ከተሕድሩን እዩ ተሓንጺጹ ማለት እዩ። ተቕዋ ዝብል ቃል ሰለስተ ትርጉም ዝሓቖፈ እዩ። ንሳቶም ድማ፣ ተቕዋ ፍርሓት ኣላህ ምሕዳር፣ ተቕዋ ተምበርካኽነት፣ ምእዙዝነት፣ ሳልሳይ ተቕዋ ልብኻ ኮነ ተግባርካ ካብ ዘንቢ ነጻ ምግባር ማለት እዩ። ነዚ ሰለስተ ዓይነት ትንተና ናይ ተቕዋ ዘማለኤ ተቕዋ ኣለዎ ይበሃል። ተቕዋ ቀንዲ መስፈሪ ናይ ጀና ስለዝኾነ ናብዚ ከይንበጽሕ ዝዕንቅፈና እሾኽ ከነልግሶን ከነጽድፎን ይግብኣና። ምርጫና ተቕዋ ክኸውን ኣለዎ። በዚ ኣጋጣሚ እዚ ንነብሰይን ንዓኻትኩሙን ረቢ ክንፈርሕን ትእዛዛቱ ከነኽብርን እላበወኩም። ረሱል ሰለላሁ ዓለይሂ ወሰለም ስያም መበል ራብዓይ ዓንዲ እስልምና ምዃኑ ኣብ ሓዲሶም ክገልጹ እንከለዉ ይብሉ፣ እስልምና ኣብ ሓሙሽተ ኣዕኑድ ዝቖመ እዩ። ንሳቶም ድማ፣ ብጀካ ኣላህ ዒባዳ ዝግብኦ ኢላህ የለን፣ ሙሓመድ ድማ ልኡኽ ኣላህ ምዃኑ ምምስካር፣ ሰላት ብግቡእ ምስጋድ፣ ዘካት ምውጻእ፣ ወርሒ ሮሞዳን ምጻም፣ ናይ ሓጅ ተኽእሎ ዘለዎ ምሕጃጅ እዩ። ነዚ ዘየካትዕ ፈርዳውነት ናይ ስያም ዝነጸገን ዝኸሓደን ሰብ ካብ ዲን እስልምና ከም ዝተኣልየ ዋጋ ዕዳጋ ዘየድልዮ ብይን እዩ። ብስያም ኣሚኑ ከብቅዕ ኣግ ኣብ ግብሪ ዘየተርጉሞ ካብ እስልምና እኳ እንተ ዘይወጸ ኣብ ገዚፍ ዘንቢን ቁጠዓ ረብን ከም ዝወደቐ ንነብሱ ውን ንመቕጻዕቲ ከም ዘቃለዐ ክስሕት የብሉን። ዓብዱላህ ኢብን ሸፊቅ ብዛዕባ'ዚ ኣመልኪቶም ይብሉ፣ ማ ካነ የረውነ ኣስሓበ ነብይ ሰለላሁ ዓለይሂ ወሰለም ተርኩሁ ኩፍር ኢለሶላህ። ረቢ ካብቶም ነዚ ወርሒ ብሃረርታ ትጽቢት ዘሕደሩን ንተቕዋ ዝተዓጥቁን ይግበረና፣ ነቲ ድኹም ጎንታትና መሊኡ ብራሕምኡ ኣብታ ናይ ድሕነት መርከብ ይስቀለና ሃዛ ወላሁ ኣዕለም ወሰለላህ ዓላ ነብይና ሙሓመድ ወዓላ ኣሊሂ ወሳሕቢሂ ወሰለም።